ሰላም ሰላም ሰላም ሰላም ክቡራት ኣሕዋት ብሳኻትኩም ዘለኹ ሓውኹም ተስፎም እየ ብመዓልትኻ ብሓደ ኣርእስተ መፅኦኩም ዘለኹ ስለዚ ክሳብ መወዳእታ ምሳይ ክትጸንሑ ብኽብሪ ይዕድመኩም። ኣጋይሽ ተዳኮንኩም ሳብስክራይብ ብምግባር ኖቲፊኬሽን ደወል ብምጥዋቅ ነቲ ቀጻሊ ዝወርድ ቪድዮ ተኻፈልቲ ናቱ ክትኮኑ ብኽብሪ ይዕድመኩም። እቶም ኦሬዲ ኣባላት ናይዚ ቻነል ዝኾንኩም ከኣ እንኳዕ ብደሓን መጻኹም እንዳበልኩ ሎማዕልቲ እምበኣር ብዛዕባ ክልተ ነጥብታት እየ ክዛረብ መጽዮ ዘለኹ። ቅድሚ ናብቲ ነጥብታተይ ምኻደይ ግን ኩልኻትኩም ኣዚኹም ኣዚኹም ጠቐምቲ ምዃንኩም ከዘክረኩም ደስ ይብለኒ። ከምዚ እንዳበልኩ እምበኣር ብዛዕባ ክልተ ነጥቢ ክዛረብ መጺኣ ኣለኹ። እቲኣ ሓንቲ ኣም ፕራውድ ቱ ቢ ኣን ኤርትርያን ዝብል ሓሳብ፣ እቲኣ ካልኣይቲ ከኣ ዊ ሃቭ አ ስትሮንግ ጋቨርንመንት ኤርትራ ሓያል ዝኾነ መንግስቲ ኣለዋ ዝብል በዓል ንሕና ንሱ ዝብሉ ደገፍቲ ናይ ሻዕቢያ ወይ ናይቲ ኣብ ኤርትራ ዘሎ ስርዓት ዝዛረብዎ ዘረባ ብዛዕባ እዮ ክዛረብ ደልየ ማለት እዩ ሕጂ ብዛዕባ እታ ኣም ፕራውድ ቱ ቢ ኣን ኤርትርያን ትብል ባያ ክጅምር ደልየ ማለት እዩ ኣም ፕራውድ ቱ ቢ ኣን ኤርትርያን ሕጂ ኤርትራዊ ምዃንካ ዘሐብነካ ዘኹርዓካ መጀመርታ መጀመርታ ኤርትራዊ ኩሉ ሰብ ኤርትራዊ ምዃኑ ዘይኮርዕ ዘይሕበን ዘሎ ኮይኑ ኣይስማዓንን ምክንያቱ ኤርትራውነት ንኩሉ ሰብ ምናዳ ምናዳ ነቲ ዝተወለደሉ ክሓፍር ብኡ ኣይክእልንዩ ኣይትጽበዮን ኢኻ ስለዚ እዚኦም ኣም ፕራውድ ቱ ቢ ኣን ኤርትርያን ዝብሉ ምስኡ ኣልጊቦም ከኣ መብዛሕትኦም እቲኦም ከምኡ ኢሎም ዝፅሕፉ ክትሪኦም ከለኻ ደገፍቲ ናይቲ ኣብ ኤርትራ ዘሎ ስርዓት እዮም ነቲ ኣብ ኤርትራ ዘሎ ስርዓት ብምድጋፎም ከዓ ኤርትራውያን ዝያዳ ኤርትራውያን ወይ ከዓ ሓለፋ ኤርትራውያን ዝኾኑ ኮይኑ ይስምዖም ካብ ካብ ካልኦት ሰባት ማለት እዮም እዚ ዓይነት ኣተሓሳስባ እዚ ዓይነት ስምዒት እዚ ከኣ ጉጉይ ዝኾነ ስምዒትን ኣተሓሳስባን ስለዝኾነ ክእረም ኣለዎ በሃላይ ኣነ። ኤርትራውነት ትውለደሉ ደኣ እምበር ሰሪሕኻ ተምጽኦ ኣይኮነን። ሕጂ ኤርትራውነት ብትውልዲ ኢኻ ትረኽቦ ኤርትራዊ ምኻን እምበር ከምዚ ሰሪሕኻ ስዒርካ ነቲ ስርዓት ደጊፍካ ኣባል ናይ ህግደፍ ኮንካ ንሻዕብያ ሻዕብያ ስለዝበልካ ብዙሕ ብዙሕ ሃገረይ ገለ ስለ ዝበልካ ኣይኮንካን ኤርትራዊ ትኸውን። ኤርትራውነት ብትውልዲ እዩ ሰብ ነቲ ኤርትራውነት ዝረኸቦ። ኤርትራዊ ንክኸውን ኢሉ ሰብ ዋጋ ኣይከፍልን እዩ። ኤርትራዊ ስለ ዝኾነ ግን ንኤርትራ ዋጋ ክኸፍለላ ይኽእል እዩ። ስለዚ እቲ ጉጉይ ዝኾነ ኣተሓሳስባ ነቲ ኣብ ኤርትራ ዘሎ ስርዓት ንኢሳያስ ዘይደጊፍካ ኤርትራዊ ከምዚ ይኾንካ በቃ ምሻሎ ጌሮም ዘቕሩቡኻ ዘረባታት እካ ትሰምዕ ኢኻ። ዝኾነ ሰብ ነቲ ኣብ ኤርትራ ዘሎ ስርዓት ክቃወም ኣንጻሩ ክዛረብ ርእይትኡ ሓሳባቱ ክገልጽ ክጅምር ከሎ ሰሚዖሞም ኣለኹም ንኣብነት እዚ ኣረጋይ ሓጎስ ዝበሃል ከምኡ ንዝገበሩ ሰባት ኤርትራውያን ከም ዘይኮኑ ተጋሩ ከም ዝኾኑ ወይ ከዓ ኢትዮጵያን ከም ዝኾኑ ወይ ከዓ ካብ ካልእ ዓሌት ምዃኖም ወይ ከዓ ዓሌቶም ዝተበላሸው ምዃኑ ገለ ክዛረብ ትሰምዕ ኢኻ እዚ ከዓ ብጣዕሚ ብጣዕሚ ዘሕፍር ብጣዕሚ ግጉይ ዝኾነ ኣረኣእያ ምናዳ ምናዳ ከዓ ኣብ ናይ ኤርትራ ንዛረብ ዘለና ኤርትራዊ ዝበሃል ሰብ ብትውልዲ ካብ ኤርትራ ዝተወልደ ኤርትራዊ እዩ ነቲ ስርዓት ይደግፎ ኣይደግፎ ብዘየገድስ፣ ስምዒት ናይ ሃገር ይሃልዎ ኣይሃልዎ ብዘየገድስ፣ ደጋፊ ይኹን ወይስ ተቓዋሚ ይኹን ብዘየገድስ ኤርትራውነት ትውለደሉ እዩ። ትውለደሉ ኩሉ ግዜ ከዓኒ ትምከሓሉ ኢኻ፣ ትሕበነሉ ኢኻ። ስለዚ ነዞም ነዞም በዓል ንሕና ንሱ ንሱ ንሕና ዝብሉ ማለት እዮም ነዞም ብርእሶም ባዕሎም ክሓስቡ ዘይኽእሉ በቲ ኣብቲ ኣብ ኣስመራ ዘሎ ሰርዓት ብኡኡ ዝድረፍ ደርፍታት ጥራይ ዝዘርፉ ብኡኡ ዝተባህለ ጥራይ ክደግሙ ዝውዕሉ ሰባት ኤርትራውያን ኮይኑ ዝያዳ ሓለፋ ኤርትራውያን ኮይኑ እንተ ተሰሚዕዎም ጌጋ ኣለኹም እየ ዝብለኩም ማለት እዩ ምክንያቱ ኤርትራውነት ተወሊድካ ኢኻ ትረኽቦ ኤርትራውነት ዋጋ ከፊልካ ኣይትረኽቦን ኢኻ ኤርትራዊ ምዃንካ ግን ብልክዕ ከም ዝበልናዮ ንኤርትራ ዋጋ ክትከፍለላ ትኽእል ኢኻ ንኣብነት ስዋኣትና ንኤርትራ ካብቲ ናይ ናይ ኢትዮጵያ ዝነበረ ግዛት ሓራ ከውጽኡ ዝተሰውኡ ስለምንታይ ተሰዊኦም እንተልካ ኤርትራውያን ስለዝኾኑ ንኤርትራ ሓራ ከውጽኡ ኢሎም ናይ ካልኣይ ከምዚ ኣቐዲመ ዝበልኮ ማለት እዩ ደጋፊ ኹን ኣይትኹን ብዘየገድስ ክሳብ ብትውልዲ ኤርትራዊ ዝኾንካ ኤርትራዊ ኢኻ ንኤርትራውነትካ ክሕድገካ ዝኽእል የለን ምናልባት ኣብ ኤርትራ ዘሎ ስርዓት ብዙሕ ክገልጾ ይኽእል እዩ ካብ ኤርትራ ብምውጻኻ ንመንግስቲ ነቲ ስርዓት ኣብ ኤርትራ ዘሎ ብዘይ ምድጋፍካ ከዳዕ ሃሱስ ገለ ዝብል ብዙሕ ቃላት ተጠቒሙ ከምዚ ኤርትራውያን ገይሩ ከጸልም ይኽእል ይኸውን እቲ ክርድኣና ዘሎ ግን ኤርትራውነት ብትውልዲ ደኣ እምበር ስርዓት ዝህበካ ኣይኮነን መንግስቲ ዝህበካ ኣይኮነን ሰባት ፈትዮም ዝህቡኻ ዝተኽብልካ ኣይኮነን ኤርትራዊ ዝገብረካ ኩሉ ግዜ ካብ ኤርትራ ምስ ትውለድ፣ ካብ ክልተ ኤርትራውያን ስድራቤት ምስ ትውለድ፣ ወይ ካብ ሓደ ኤርትራዊ ወላዲ ምስ ትወለድ፣ ኣዴኻ ወይ ኣቦኻ ኤርትራዊ ምስ ዝኾን፣ ወይ ከኣ ኣዴኻን ኣቦኻን ኤርትራውያን ምስ ዝኾኑ፣ ንስኻ ብትውልዲ ኣብቲ መሬት ክፍሊ ኣለካ፣ ኤርትራዊ ኢኻ፣ መንነትካ ንሱ'ዩ ማለት እዩ። ደግፍ ኣይትደግፍ ብዘየገድስ ማለት እዩ። ሕጂ ኣነ ብጣዕሚ ዝገርመኒ ዘሎ ከኣ ካልኣይ ከኣ we have a strong government ኤርትራ ሓያል መንግስቲ ኣለዋ ሓያል መጀመርታ መጀመርታ ብቐዳማይ ንሰሌ እውን ዝመለስኩሉ ኣብ ኤርትራ መንግስቲ ዝበሃል የለን ምክንያቱ ኣብ ተስዓን ሰለስተን ግዜያዊ መንግስቲ ተባሂሉ እዩ ቆይሙ ክኸውን ከሎ ድሕሪኡ እቲ ግዜያዊ መንግስቲ ድሕሪ ሓሙሽተ ዓመት ህዝቢ መራሒኡ ባዕሉ ክመርፅ ዲሞክራሲያዊ ዝኾነ መንገዲ ክትከል ተባሂሉ እቲ ምርጫ ንኸይካየድ ግን እቲ ኣብ ኤርትራ ዘሎ ስርዓት ዝገበሮ ንፈልጥ ኢና ኩላትና ብምክንያት ባድማ ኣሳቢቡ ኩናት ከፊቱ ምክንያቱ መንግስቲ ክትከል ህዝቢ መራሒኡ ክመርፅ ኣይተደልየን ስለዚ ኣብ ኤርትራ መንግስቲ ኣሎ ክትብል ኣይትኽእልን ኢኻ። እቲ ግዝያዊ መንግስቲ ክሳብ ተስዓን ሸሞንተን ጥራይ እዩ ግዝያዊ መንግስቲ ነይሩ። ብድሕሪኡ ግን ስርዓት እዩ ኮይኑ። ብድሕሪኡ ውልቀ መላኽነት ኢና ክንርኢ ጀሚርና ማለት እዩ። ስለዚ እዚኦም በዓል ንሕና ንሱ ትሓስብሉ ዘለኩም ነገራት ከተስተውዕልዎ ዘለኩም ነገራት ካብ ክትርድእዎ ዝግባእኩም ነገራት ተዳሃልዩ ኣብ ኤርትራ ስርዓት የለን እዚ ሓያል መንግስቲ ኣብ ኤርትራ ኣሎ ዝበሃል ኣዘራርባ ሽሕ ዓመት ንበረልና ዝበሃል ኣዘራርባ መጀመርታ መጀመርታ እቲ ኣብ ኤርትራ ዘሎ ስርዓት እንታይ ጽቡቕ ነገር እዩ ኣምጺኡ ከምዚ ዝበልናዮ ኣብ ተስዓን ሸምንተን ዲሞክራሲያዊ ዝኾነ ስርዓት ንኸይትከል ኩናት ተፈጢሩ ኣብ 200 ሓደን ከዓ ናብ 202 ካልእቲ ሓሙሽተ ዓመት ስለዝኾነት ወይ 203 ተመበል ካልእቲ ሓሙሽተ ዓመት መንግስቲ ህዝቢ መራሒኡ ዝመጸላ ግዜ ብምዃና ኣብኣ ከኣ ነቶም ዓሰርተ ሓሙሽተ ሚኒስተራት ኣሳቢቡ ብገለ ኣሳይቡ ብምእሳር ነቲ ነገር ጠምዚዙ ናብ ካልእ ክወስዶ ከሎ ርኢና ማለት እዩ ዩኒቨርስቲ ተምሃሮ ብምእሳር ንሱ እውን ቀስ ኢልና ሓደ ግዜ ክንዛረበሉ ኢና ዘምፅኦ ኤክስተርናላይዜሽን ኩሉ ሰብ ዝስሕቶ ኣይኮነን ፈቲኹም ባዕልኹም ፈቲኹም ረዲኹም ባዕልኹም ክትርስዕዎ ኣይኮነን ንሃገር ከዲዖም እዮም ካልእ ክትብሉ ተኾንኩም እዚ ንዓኹም እገድፎ ማለት እዩ ኣነ ግን እንታይ ይብል እቲ ዝነበረ ስርዓት እቲ ዝነበረ መራሒ እቲ ዘሎ መራሒ ዲሞክራሲያዊ ዝኾነ ኣካይዳ ስለ ዘይደሊ እዩ ነቶም 15 ሚኒስተራት ህዝቢ መራሒኡ ይምረፅ ዝብል ሕቶ ወይ ፃውዒት መሰቕረቡ ብምክንያት ንሃገር ከዲዖም ዝብል ክኣስሮም ከሎ ንርኢ ካልእ ኸ ናይ ብሓቂ መንግስቲ እንተ ሃልዩና ንሰብ ብዘይ ሕጊ ብዘይ ፍትሒ ዶ ኣብ ቤት ማእሰርቲ ተብሎ ኢኻ እዚ ከዓ ትሕሰበሉ ዘሎ ከተስተውዕልዎ ዘለኩም ነገር እዩ ተኣምርኹም ዘስተውዕል ተኾይኑ ሓሳባትኩም ዘስተውዕል ተኾይኑ ተመዛዝኑ እንተኾንኩም ምናዳ ምናዳ እዚኦም ኣብ ወፃኢ ሃገር ትነብሩ ኣብ ዲሞክራሲያዊ ስርዓትን ኣካይዳን እቲ ነፃነት ናይ ምዝራብ፣ እቲ ነፃነት ናይ ምንባር፣ ነፃነት ናይ ድሌትካ ዓይነት ስራሕ ምስራሕ፣ ነፃነት ናይ ምንቅስቓስ፣ ነፃነት ናይ ሓሳብካ ምግላፅ ተጠቒምኩም እንዲኹም ነቲ ኣብ ኤርትራ ዘሎ ስርዓት እትድግፍዎ? ከምዚ ዓይነት ኣካይዳ ግን ኣብ ኤርትራ የለን። ስለዚ ነዚ ነጻነት ንክትዛረብ ሓሳባትካ ሓሳባትካ ንክትገልጽ ነጻነት ዘይህበካ ነዚ መራሒኻ ክትመርጽ ኣፍ ደገ ዘይከፍት ፍቓድ ዘይህብ ነዚ ብዘይ ዕረፍቲ ንዓመትን ሽዱሽተ ወርሕን እዩ ሃገራዊ ኣገልግሎት ኢሉ ኣብቲ ናቱ ኣጀንዳታት ኣብቲ ናቱ ክዛረብ ከሎ ኢንተርቪው ክገብሩ ከለዉ በዓል ማንኪ ተሪኹሞም ንክንደይ ዓመት ኢኹም ክንደይ ዓመት ይገብሩ ሰባት ኣብ ኣገልግሎት ንዝብል ሕቶ ክምልሶ ከሎ ቅድሚ ሕጂ ኣብ ጥልያን ኣብዚ ኤሮፓ መፅኡ ከሎ ንዓመትን ሽዱሽተ ወርሕን ኢሉ። ንሕና ባዕልና ኣብ ዝተመከርናዮ ግን ሓደ ሰብ ዓመትን ሽዱሽተ ወርሕን ጥራይ ኣብ ምክልኻል ኣይገብርን'ዩ። ዕድሚኡ ምሉእ ሰብ ኣብኡ ይበልዕ ኣሎ። ስለዚ እዚ ዓይነት ኣካይዳ'ዚ እናርኤኹም ኤርትራ ስትሮንግ መንግስቲ ኣለዋ፣ ሓያል መንግስቲ ኣለዋ፣ መንግስትና ይንበረልና ዝብል ኣዘራርባ ካብ ካብ መስመሩ ዝወጽእ ዓይነት ኣዘራርባ ወይ ከኣ ንሓደ ሰብ ቅኑዕ ዘይሓስብ ወይ ከኣ ከመያዝን ዘይክእል ሰብ ዝዛረቦ ዓይነት ዘረባ ምዃኑ ኢኻ ትርኢ። ምኽንያቱ ንሓደ መንግስቲ መንግስቲ ዘብሎ ኩሉ ግዜ እተን ሰለስተ ዓበይቲ ዓንድታት ከማልእ ክኽእል ኣለዎ። ሓንቲ እቲኣ ጁዲሻሪ ትብል ቤት ፍርዲ ላዕለዋይ ቤት ፍርዲ ዘለዎ፣ ካልኣይ ኤግዚኪቲቭ ዝብል ሳልሳይ ከዓ እቲ ሌጅስሌቲቭ ዝብል ሰለስተ ዓንድታት ናይ መንግስቲ ቸክ ኤንድ ባላንስ ንምሕጋዝ ዝገብሮ ዓይነት ኣካይዳ እዚአን ሰለስተ ዜና ኣብ ኤርትራ የለዋን። ፈቲና ጸሊእና ባእሲ ባዕልና እዝንና እንተዘይዓቢስናዮ ዓይንና እንተዘይዓሚትናዮ ጁዲሻሪ ሌጅስሌቲቭ ኤግዚኪቲቭ ዝበሃል ኣብ ኤርትራ ዝሰርሕ የለን ስለዚ ከምዚ ዓይነት ኣካይዳ ዘይብሉ ንመንግስቲ መንግስቲ ዘብሎ ሰለስተ ዓንድታት ፕላስ ቅዋም ዘይብሉ ስርዓት መንግስቲ ክትብሎ ኣይትኽእልን ኢኻ ትማል ትማል ሰሚዖም ኢኹም ንቅዋም እንታይ ኢሉ ቅዋም ትመይቱ ኢልዎ ነቲ ቅዋም ማለት እዩ ስለዚ እዞም ንሕና ንሱ ንሱ ንሕና መንግስትና መንግስትና መንግስትና መንግስትና ትብሉ ሰባት ነቲ ዘለኩም ሓርነት ነቲ ዘለኩም ነፃነት ናይ ምዝራብ ተጠቒምኩም እንዲም ትዛረቡ ዘለኹም ኣብ ኤርትራ ከትኩም ከምኡ እንተትብሉ ግን ፅቡቅ እዩ ነይሩ ባህለ ያነ ምክንያቱ ኣብ ኤርትራ ከትኩም ከምኡ ጌርኩም ሓሳባትኩም ንክትገልፁ ዕድል ዝህበኩም ስርዓት የለን ኣብ ደገ ክንኩም ሆይ ሆይ ሆይ ትብሉ ዘሎ እምበር ኣብኡ ከድኩምዚ ብኸንደይ ፈጥፈጥ ኢኹም ነታ ኣብኣ ትኸድዋ ቫኬሽን ኣብ ዓመት ሓንቲ ግዜ ድያ ብኸንደይ ፈጥፈጥ ከይሕዘኩም ከይትርፈኩም ኣብኡ ከይጽናሓኩም እንዳፈራሕኹም ኢኹም ኣብኡ ግዜኹም ተዕልፉ ኣብኡ ከድኩም እውን ከምኡ ኢልኩም ድልየትኩም ዓቋዊልኩም ኣይትዛረቡን ኢኹም ስለዚ እቲ እቲ ዘለኩም ነፃነት ተጠቒምኩም ሲ ኣእምሮኹም ኣስፋሕ ኣቢልኩም ኣወሃሃይትኩም ሚዛናዊ ዝኾነ ኣካይዳ ሚዛናዊ ዝኾነ ዘረባ እንተንዛረብ ፅቡቕ በሃላይ ኣነ ካልእ ከኣ ንመንግስቲ ሓያል መንግስቲ ስትሮንግ መንግስቲ ኣለና ዘብሎ ከኣ ቁጠባዊ ዕብየት ዘርኢ መንግስቲ ኣብ ኤርትራ ቁጠባዊ ዕብየት ዘይኮነ ቁጠባዊ ውድቀት እዩ ዘሎ ኩሉ ግዜ ኤርትራ ብሕክምና ድያ ንላዕሊ ከይዳ ብትምህርቲ ድያ ንላዕሊ ከይዳ ብቁጠባዊ ብናይ ንግዲ ብካልእ ነገራት ድያ ንላዕሊ ከይዳ ብምንታይ ኤርትራ ሰጊማ ኣብ ዝሓለፈ ሰላሳ ዓመትሲ እንታይ ውፅኢታዊ ስራሕ ተሰሪሑ ኣነ ክሳብ ሕጂ ከም ዝተዓዘብክዎ ውፅኢታዊ ስራሕ ክሳብ ሕጂ ኣይተሰርሐን ዘሎ ንኣብነት ወርቂ ተረኺቡ ወርቂ ተረኺቡ ግን ነቲ ትሕቲ ቅርፂ ናይ ኤርትራ ነቲ ኩሉ ዘድሊ መሻሎ ፋሲሊትስ ኣብ ሃገር ዘድልየካ ፋሲሊትስ ንኡ ንምምዕባል እቲ ኣታዊ ኣይተጠቐመሉን ክሳብ ሕጂ ኣይረኣናዮም እዮም ክጥቀምሉ ማለት እዩ ስለዚ እንታይ ክብል ይደሊ ኣይ ብቁጠባ ኤርትራ ሰጒማ ኣይ ብቴክኖሎጂ ብትምህርቲ ኤርትራ ሰጒማ ኣይ ብሕክምና ኤርትራ ሰጒማ ኣይ ብመንግስታዊ ዝኾነ ቅርፅን ትካልን ፍትሓውነትን ፍርድን ዘለዎ ኣካይዳ ከይዳ በዚ ኩሉ እዚ ኣይከደትን ዝኾነ ናይ መንግስታዊ ዓይነት ኣካይዳ፣ ናይ መንግስታዊ ዓይነት ምንቅስቓስ፣ ናይ መንግስታዊ ዓይነት ቅርጽስ ኣይርኤናን ክሳብ ሕጂ። እቲ ክሳብ ሕጂ ንሪኦ ዘለና ነገር ተተሃልዩ በቃ ኣብተን ዘዝመፃ ገለ ዓመታት ሓንሳብ ምስ ወያነ ሓንሳብ ምስ ጅቡቲ ሓንሳብ ምስ የመን ሓንሳብ ምስ ሱዳን ሓንሳብ ምስ ሶማል እንዳበልካ መሻለ ኩሉ ግዜ ዝግበር ኩናት ነቲ ህዝቢ ናብ ምድኻም፣ ነቲ ህዝቢ ክሓስብ ከም ዘይክእል፣ ኢንተርነት ዓጺኻ፣ መርበብ ሓበሬታ ዓጺኻ፣ እቲ ዘሎ ኤክስተርናል ሓበሬታ ካብ ደገ ከይሰምዕ፣ እቲ ህዝቢ ከይነቅሕ፣ ኢንፎርሜሽን ኩሉ ዕጽው ኣቢልካ፣ ሓንቲ ጋዜጣ፣ ሓንቲ ቲቪ ጌርካ፣ ነቲ ሰብ ከም ዘይነቅሕ፣ ከም ዘይምዕብል፣ ነታ ዝነበረት ሓንቲ ዩኒቨርሲቲ ባዕላ እውን ን ዲሞሊሽ ጌርካ ብኮለጃት፣ ኣብቲ ኮለጃት ከኣ ብወተሃደራት ዝሕሎ ኮለጃት፣ ኢና ሪኢና ዘለና እቲ ግቡእ ተድኣ ኮይኑ ምሳና ነጽነተን ዝወሰዳ ከም በዓል ኣብ ደቡብ ኣፍሪቃ ዘላ ሃገር ሓንቲ ንእሽተይ ሃገር ኣላ በዓል ንሳተን ከመይ ተወንጭፈን ምሳና ብሓንሳብ ናጽነተን ዝረኸባ ኣብቲ ንሕና ዝረኸብናሉ ግዜ ናጽነተን ዝረኸባ ከመይ ተወንጭፈን ብቱሪዝም ብቁጠባዊ ዕብየት ብቴክኖሎጂ ብትምህርቲ ብገለ ንሕና ግን ዋላ ሓንቲ ዕብየት ኣይርኤና ዘለና እቲ ንሪኦ ዘለና ዕብየት ተዳ ኮይኑ ስደት እንዳበዝሐ ይመስል ኣሎ እዚ ከም ዕብየት ተሓስቦ ተኮይንኩም ኣይፈልጥን ኣነ መዓልታዊ ወርሓዊ ዓመታዊ ኩሉ ግዜ እንታይ ኣሎ እቲ ንሪኦ ናይ ስደት ዝስደት መንእሰይ እንዳበዝሐ ይመፅእ ኣሎ እዚ ዕብየት ኣይኮነ እዚ ጥፍኣት እዩ ነቲ ሃገር ማለት እዩ ዓቕሚ ሰብ ኣብቲ ሃገር ከም ዘይተርፍ እዩ ዝገብር ዘሎ ማለት እዩ ካልእ እዚ ናይ መንእሰያት ገዲፍካ ናይ ትምህርቲ ከዓ ዕንወት ናይ ትምህርቲ ንታሓት ኢና ከድና ብወታደር ዝመሓደር ዝምራሕ ኮሌጃት ኢና ኣብ ኤርትራ ዘለዋና ስለዚ ኣእምሮና ኩሉ ግዜ ኣስፋሕ ኣቢልና ክንሓስብ ምናዳ ምናዳ ኣብ ደገ ምስ መፃኻ ፖይንት ኦፍ ሪፈረንስ ኣለካ ኣብ ኤርትራ ከለኻ ኣብ ኤርትራ ኮንካ በቃ መንግስተይ መንግስተይ መንግስተይ ሃገረይ ህዝበይ ገለ ተልካ ቁሩብ ቁሩብ ምሻሎ ሰብ ክቕበሎ ይኽእል እዩ ምክንያቱ ኦረዲ እቲ ሓበሬታ ኣብኡ ዕፁው ስለ ዝኾነ ዝኾነ ወፅእ ሓበሬታ ስለ ዘይብልካ ኣብ ካልእ ዓለም እንታይ ኣሎ ስለ ዘይትፈልጥ ኣብኡ ከምኡ እንተበለ እቲ ሰብ ደሓን እዩ ሓበሬታ ስለ ዝውሕዶ ደሓን ሸለል ትብሎ ትኽእል ኢኻ እዚኦም ደገ ምስ መፃኻ ምስ መጻኹም ኣብዚ ደገ ከኣኒ ነቲ ናይ ነጻነት ናይ ሓርነት ነገራት ምስ ኣስተማቐርካ ማለት እዩ ዝረኸብካዮ ነፃነት ተጠቒምካ ነቲ ኣብ ኤርትራ ዘሎ ስርዓት ነቲ ንህዝብና ዘዳኽም ዘሎ ነቲ ነዴታትና ብዘይውሉድ ክተርፋ ዝገበረ ስርዓት ኣብዚ ኮንካ ሻዕ ዓመት ንበረለይ ክንዚ ዓመት ንበረለይ ኢልካ ንኡ ኡፍ ኡፍ ምባል ንኡ ክልተ ካብ ሚእቲ ገንዘብ እናሰደድካ ንኡ ምትብባዕ ማለት ዘይሓላፍነታዊ ንስድራኻ ንህዝብኻ ሓላፍነት ዘይምውሳድ ኢኻ ክትብሎ ትኽእል ማለት እዩ ሕጂ ምናልባት ገለገለ ሰባት ስድራኹም ኣብኡ ትካል ተልዎም እቲ ስርዓት እውን እኩይ ስርዓት ስለዝኾነ ጎራሕ ስርዓት ስለዝኾነ ትካል ናይ ስድራኻ ከይዓፅወልካ ኢልካ ክትድግፎ ትኽእል ኢኻ ግን ኣነ እንታይ ይብል ደገፍካ ገዲፍካ ሱቕ ተበልካ እውን ፅቡቕ እዩ ካብ ንዘይኾነ ንሓቂ ሓሶት ንሓሶትካ ሓቂ ኢልካ ንፃዕዳ ፀላም ንፀላምካ ፃዕዳ ኢልካ ካብ ንዘይኾነ ትዛረብ ተዳ ከምኡ ምስክርታታት ኣሊካ ንግዚኡ ክሳብ ስክፍታታትካ ዝዕፆ ሱቕ ተበልካ ከዓ ልቦና ይዝንባሉ ካብኡ ሓሊፉ ግን ክንእረመሉ ይግብኣና ኮይኑ ይስምዓኒ ማለት እዩ ግን ክንበራበር ይግብኣና እዩ ኣብ ሃገርና ዘሎ መግደራ ኣብ ሃገርና ዘሎ ሽግር ማእለያ የብሉን ተሰዲድና ካብ ዓድና ክንወፅእ እንዳበኸና ካብ ዓድና ክንወፅእ ዝገበረና እቲ ኣብ ኤርትራ ዘሎ ስርዓት እዩ ፈቲና ኣይኮናን ፈቲና ኣይኮና ናብ ዓዲ ሃገር መፂና ስደተኛት ኮይና ኣብ ስደት ንነብር ዘለና ስደት ስጥዑም ኣይኮነን ጥዑም ስለ ዘይኮነ ከኣ ንስደት ጥዑም እዩ ክንብሎ ኣይግብኣናን እዩ። ግን ነቲ ናብ ዘይጥዑም ክንመጽእ ዝገበረና ስርዓት ግን ኣብዚ ዘይጥዑም ቦታ ኮይንና ክንድግፎ ግን ርዝነት የብሉን፣ ተቐባልነት ከኣ የብሉን። ስለዚ ክቡራት ኣሕዋት እተን ቀንዲ ነጥብታት ናተይ እንታይ እየን? ፕራውድ ቱ ቢ ኣን ኤርትሪያን ኤቭሪባዲ ኢዝ ፕራውድ ቱ ቢ ኣን ኤርትሪያን ኤርትራዊ ትውልዲ ዘለዎ ብትውልዲ ኤርትራዊ ዝኾነ ሰብ ብኤርትራውነቱ ክምካሕ ብኤርትራውነቱ ፕራውድ ክኸውን ግቡእ እዩ። ንሻዕብያ ስለ ዘይደገፈ ዘይኤርትራዊ ጌርካ ክተቕርቦ ትሕተ ብሻሎ ኣትሒትካ ክትሪኦ ግን ቅኑዕ ኣይኮነን። ካልእ ከዓኒ ኣብ ኤርትራ ስርዓት እዩ ዘሎ እምበር መንግስቲ የለን። መንግስቲ ንክህሉ ግን መሻሎ ኩላትና በብዘለናዮ ነናትና ርእይቶና እንዳሃብና ነቲ ዘሎ ንህዝብና ኣዌር ክንገብሮ ንህዝብና ከነንቅሖ ህዝቢ ተነቂሑ ከኣ ዝሓብቶ ስለ ዘየለ በብዘለና ነናትና እጃምና ከነበርክት ጽቡቕ እዩ እዚ ክብል ከለኹ ግን ኣነ መሰለይ ተጠቒመ ተቃውሞ ይስማዕ ኣለኹ መሰልኩም ተጠቒምኩም ክትድግፉ ከኣ መሰልኩም እዩ በሃላይ እየ ማለት እዩ። ወላ እኳ እቲ ኣብ ኤርትራ ዘሎ ክድገፍ ዘይግብኦ ስርዓት ተኾነ ብምድጋፍኩም ግን ዛስ ፋይን ወላ ፅባሕ ንጎ እውን ሃገርና ናታ መንግስቲ ተኺላ ሕጋዊ ዝኾነ ስሩዕ ዝኾነ ምርጫታት ከተካየድ ተጀሚራ ንሓደ ውልቀ መላኺ ክመርፅ ይኽእል እዩ ሰብ ምርጭኡ ስለዝኾነ ማለት እዩ ብሓፈሽኡ ግን እንታይ ክብል ስለ ዝደለኹ ኣብ ኤርትራ ግን መንግስታዊ ዝኾነ ትካል መንግስታዊ ዝኾነ ኣካይዳ ዘለዎ መንግስቲ ኣብ ኤርትራ የለን እዚ ክንክሕዶ ዘይንኽእል ሓቂ ማለት እዩ ክሳብ ሕጂ ምሳይ ስለ ዝፅናዕኹም ኣዝየ የመስግነኩም ደጊመ እንተ ዝሓበሬታ ዝጠቓሚ ኮይኑ ረኺብኩሞ ሸር ክትብልዎ ናብ ብዙሓት ከተባፅሕዎ ሳብስክራይብ ዘይገበርኩም ተኾንኩም ከዓ ሳብስክራይብ ምግባር ነዚ ቻነል እዚ ንምዕባይ ክትሕግዙ ይዕድመኩም ኖቲፊኬሽን ደወል ብምጥዋቅ ከዓ ቀፃሊ ዝወርድ ሓበሬታ ኣብ ግዚኡ መታን ክትረኽቦ ኖቲፊኬሽን ደወል ጠውቑ ይብለኩም ማለት እዩ ዝኾነ ዝተፈለየ ሓሳብ ክህልወኩም ይኽእል እዩ ምናዳ ምናዳ በዓል ንሕና ንሱ ክስምዓኩም ይኽእል እዩ ዝተፈለየ ሓሳብ ስለ ዘለኩም ማለት እዩ ሓሳባትኩም ኣብ ታሕቲ ጸሓፉ ሓሳባትኩም ክሰምዐ ኣገዳሲ ተኮይኑ ከዓ በካል ቪድዮ ዲስካስ ንገብረሉ ወይ ከዓ ንዘራረበሉ ኣነ ከዓ ሓሳባት ኣስፋሕ ኣቢለ ዝገልፀሉ መድረክ ክንከፍት ንኽእል ኢና ማለት እዩ ኣብ መወዳእታ ግን ኣዚኹም ኣዚኹም ጠቐምቲ ምዃንኩም እናዛኸርኩ ዝገድፈኩም ዘለኹ ሓወኹም ተስፎመ ባይ ባይ